ሰላም ሰላም ሎምዓንቲ ብርቕቕ ዝበለ ብዛዕባ ፕሬዘን ፓሰ ኮምፖዘ ወይ ድማ ኣምፓርፈ ናይዘን ሰለስተ ነገር ኣጽሪ ጽሪ ኣቢልና ክንሪኦ ኢና ማለት እዩ ከመይ ጌርና ከመይ ጌሩ ዘሸግረና ኮንጅጌ ዘንገብሮ እንክለና ወይ እቲ ተርሚኔዞ ዝበሃል ናይ መወዳእታ ኣብ ፓሰ ኮምፖዘን ኣብ ኣምፓርፈን ከ እንታይ እዩ ፍልልዩ ንኣብነት ኣምፓርፈ ብዛዕባ ሓሉፍና ንዛረብ ዘለና ፓሰ ኮምፖዘ እያ ኣብዚ ፓሰ ኮምፖዘ ክንዛረብ እንከለና ካብ ብዛዕባ ሕልፊ እዩ ኣብቲ ኣብ መወዳእታ ክነግረኩም እየ እንታይ ፍልልዩ መጀመርታ ግን ከመይ ገርና እንድሕሪ ናይ ፕሬዞ ኮይኑ ንሓደ ቨርቪ ድሕሪ እዚ ናይ ፕሬዞ ኡኤር ዝውድሕ ድሕሪ ኮይኑ ከመይ ገርና ብርቕ ዝበለ ብሲስተም እንፈልጦ ክሪኦኩም እየ ማለት እዩ እታ ቪድዮ ክሳብ መወዳእታ ትሪእዋ ተስፋ ገብር ምክንያቱ ክሳብ መወዳእታ ተሪእኹማ እቲ ንዓኹም ፅቡቕ እዩ ወላ ንዓይ ከማን ፅቡቕ እዩ ማለት እዩ ቀዳማይ ነገር እቲ ኣንፈርሜሽን ትወስዱ ካልኣይ ከዓ ነቲ ቪድዮ ቻነል የዕብዮ ማለት እዩ ቀዳማይ ገሩ እንድሕር ኮይኑ ብዛዕባ ፕሬዞ ኣብ ፕሬዞ ኣለና ሕጂ ሕጂ ክሳብ ኤግዛምፕል ዝተፈላለዩ ኤግዛምፕል ገረ ክሪኦኩም እዩ ናይ ፕሬዞ ክሳብ ሕጂ ናይ ፕሬዞ ቅድ ካልኣይ ግሩፕ ናይ ፕሬዞ ቀዳማይ ግሩፕ ተረዲኹምኒ እዚ ናይ ቀዳማይ ግሩፕ እዩ ፕሬዞ ካልኣይ ግሩፕ ብከምዚ መንገዲ ትሕዝኩሞ ክትጋገዩ ትኽእሉ ኢኹም ኤኽኡ ዝውድእ ከዓ ሳልሳይ ግሩፕ ብዛዕባ ፕሪዞ ሽዑ ናብ ኣምፓክፈ ምስ ሓለፍኩ ከኣ ብዛዕባ ኣምፓክፈ ክነግረኩም እየ ብሓንሳብ ንከታተል ማለት እዩ ፕሬዞ እንድሕር ኮይኑ ሓደ ቨርቢ እንድሕር ኤኽ ኡ ዝውድኡ እንድሕር ኮይኑ መብዛሕትኦም ናይ ቨርቢ ናይ ቋንቋ ፍራንስ ኡኤኽ እዮም ዝውድኡ ኡኤኽ ዝውድኡ እንድሕር ኮይኖም

ፐክሊ ብዛዕባ ቀዳማይ ጉሩብ ይዛረብ ኣሎ ብዛዕባ ቀዳማይ ጉሩብ እንድሕር ተዛሪበ ግን ከኣ ብፕሬዞ ብህሉ ማለት እዩ ብሕጂ ትገብሮ ዘለካ ወይ ትገብሮ ዘለካ እንዳ ትገብሮ ትቕጽሎ ዘለካ ነገር እዩ ፕሬዞን ዝበሃል ማለት እዩ ሕጂ ኣብ ጃ ጽሕፍ ከለኹ ኩሉ ግዜ ኣብታ መወዳእታ እዘን ክልተ ይጉሕፈን ማለት እዩ ይጸርገን ኣብዚ ሕጂ ምሽታ ፓክሌላ ታብርብ ምሻል ኣብዚ እተን ክልተ መወዳእታ ዘለዋ ይኣልየን ንሳን ኣልየ እንታይ የቱ ኡየቱ ዎይታ ኤክ ኣልየ ኣብ ሞድቲ በተን ክልተ ግን ኪድወን ደሓን በተን ክልተ ትጸርግወን ምሽ ብድሕሪኡ ኣብዚ ኡየ ኣትወላ ማለት እዩ ኣብ ጅ ድሕሪ ኮይኑ ከኣ ኡኤስ ኩሉ ግዜ ቀዳማይ ገርብ ኩሉ ቨርቪ ብ ኡ ኤክ ዝውድእ እንድሕር ኮይኑ እቲ ቨርቪ ማለት እዩ ኣብ ጅ እንድሕር ኮይኑ እዘን ክልተ ጸርግየ ከምኡ ኢለ ኣብዚ ምናልባት ጾሚ ቀምጽልኩም ዘለኹ ኣብ ጅ እንድሕር ኮይኑ ኣብ መወዳእታ ኡ ነእትወላ ኣብ ጅ እንድሕር ኮይኑ ኡኤስ ኣብ ኢል ኣብ ንሱ ወይ ድማ ኣብ ንሳ እንድሕር ኮይኑ ከኣ እ ንገብር፣ ኣብ ን ድሕሪ ኮይኑ ከኣ ኩሉ ግዜ ኦኔስ ንገብር፣ ኣብ ቭ ድሕሪ ኮይኑ ኡዜድ፣ ኣብ ኢል ንሳተን ወይ ድማ ንሳቶም ወይ ድማ ንሳተን ድሕሪ ኮይኑ ከኣ ኡኤንተ ንገብር ማለት እዩ። ሲምፕል ነገር እዩ ከተካብዶ ጥራይ የብልኩምን ማለት ብከምዚ መንገዲ ድሕሪ ሒዝኩሞ ኣብ ዘጋጥም የጋጥምኩም መብዛሕትኦም ከኣ ናይ ናይ መወዳእትኦም ቨርቭ ከኣ ቀዳማይ ጎርብ እዮም። ንሕረ ብኸምዚ መንገዲ ሒዝናዮም ብቕልል ዝበለ ክንር ክንመልኮም ንኽእል እና ማለት እዩ ልክዕ ከምዚ ክርእየኩም ዝጸናሕኩ ብዚ ኣብ ዝርእ ህጂ ኤግዛምፕል ማለት እዩ ፓክለ ህጂ ካብ ቀዳማይ ጉሩብ እዩ እኒ ደጋኹ ካብ ቀዳማይ ጉሩብ ስለ ዝኾነ ኣብ ዘታ ክብለኩም ጸኒሐ ኣብ ጆን ድሕሪ ኮይኑ ግዜ እእቶ እተን ክልተ ኣውፅኤ ኣብ ጆን ድሕሪ ኮይኑ ይገብሮ ማለት እዩ ኣብቱ እንዳበልኩ ከም እንዳበልኩም እዘን መወዳእታ ዘለዋ ንሰን ኮድ ትሕዝወን ብኮን ማለት እዩ ሳብ ተረዲና ኣሎ ኣብ ኢል ንሕሪ ኮይና ኣያ ወይ እንተ ንገብረሉ ማለት እዩ ኣብዚ ኢል ንሕን ንሕሪ ኮይኑ ንሳቶም ንሕሪ ኮይኑ ከምዚ ክብለኩም ጽናሕኹ እንተ ወይ ንሳተን ወይ ንሳቶም ኩሉ ሓደ እዚ ነዋልድ እዩ ንሳቶም ከዓ ነወዳት ማለት እዩ ሕጂ ናብ ካልኣ ግሩብ ንስገር ቀዳማይ ግሩብ ብከምዚ መንገዲ ዝውድእ ኩሉ ቀዳማይ ግሩብ ማለት እዩ ብምሉእ ቀዳማይ ግሩብ ብከምዚ መንገዲ ይውዳእ ማለት እዩ ናብ ካልኣ ግሩፕ ካልኣ ግሩፕ ከኣ EEኽ ዝውድእ ዘብኡ ኩሉ ማለት እዩ። EEኽ ዝውድእ እንድሕር ኮይኑ እቲ ቨርቢ ኣብነት ኣምጺኦልኩም ኣለኹ ኣብዚ ኣብነት ብፊኒ ፊኒ ክረእዮ እንታይ ይውድእ ኣሎ EEኽ ይውድእ ኣሎ ማለት እዩ። ኣብዚ እንታይ ንውድእ ኩሉ ግዜ ጀ እንድሕር ኮይኑ ኤስ ቱ እንድሕር ኮይኑ ኤስ ኣብዚ ተክብለኩም ጸኒሐ ርእዮ ጀ እንድሕር ኮይኑ እ ክብለኩም ጸኒሐ ምክንያቱ ናይ ቀዳማይ ግሩፕ ስለ ዝኾነ ማለት እዩ። ኣብዚ ግን ናብ ካልኣ ግሩፕ ተገይረ ኣለኹ ሓደ ኣይኮነን ማለት እዩ። EEG ዝውድእ ዘሎ እቲ ቨርብ እዩ። EEG ዝውድእ እንድሕር ኮይኑ ከዓ ዥ እንድሕር ኮይኑ ይገብር፣ ቹ እንድሕር ኮይኑ ስምፕል ነገር ማለት እዩ። እዚኣን ጥራይ ክትሕዝወን ኣለኩም እተን መወዳእታ ዘለዋ ንሕዘን። እታ እቲ እተን ክልተ እተን ቀዳሞት መወዳእታ ናይ ቨርብ እዚ ቢልና ኣልጊስና ES TE ደሓን ንገድፎ ES ኣብዚ ከዓ ኢተ ኣብዚ sion ንገብር ማለት እዩ ርፕርዛን ፓውትና ኣብዚ ክንሕዝ ዘለና እቲ ናይ ክደናገረና ዝኽእል ኢሶ ንብል ማለት ናይ ፊንስ ተኮይኑ ንኣብነት እጂ ኣብዚ ረዮ ኣብዚ ከዓነይ ኦንስ ኡዜድ ኦንተ ገለ ዘለኹ እቲ ኢሶ ግን ክንገብረሉ ክንክእል ኣለና ፊንስ ኮይኑ ንኣብነት ሕጂ ኣነ ወዲ እየ ስኻ ወዲ ኢኻ ንሱ ወዲ ወይ ንሳ ወዲ እያ ንሕና ወዲእና ገለ ክንክልና ጀፊኒ ፕሬዞ ኩሉ ግዜ ፕሬዞ ዘለኹ ኣብ ፓሴ ኮምፓስ የሰገርኩን ኣብ ኣምፓክፈ የሰገርኩን ኣለኹ ማለት እዩ ለክዕ ከምዚ ገረ ከኣ ናይ ኣምፓክፈን ናይ ፓሴ ኮምፖሰን ኣብነት ከርእየኩም እየ ሕጂ ግን ኩሉ ግዜ ኣብ ናይ ፕሬዞ ኢና ዘለና ከይተሓወሰና እቲ ነገር ቱ ፊኒ ኤስ ኣሎ ኢል ፊኒ ንሱ ወድዩ ተ ማለት እዩ ኩሉ ግዜ ተ ኣብ ሳልሳይ ግሩፕ ኮይኑ ኩሉ ግዜ ተ ይኣትዎ ሳልሳይቲ ኮይኑ ኤስ ኤስ ተክብለኩም ፀኒሐ ኤስ ኤስ ተ ኣብ ምንታይ ግሩፕ ኣብ ካልኣ ግሩፕ ማለት እዩ ኣብ ሳልሳ ኣይኮነ ሶሪ ኣብ ካልኣ ግሩፕ እኑ እንድሕር ኮይኑ ሶ ፊኒሶ ፊኒሶ ንፊኒሶ ንሕና ንውድእ ቭ ንሕር ኮይኑ ፊኒሰ ኢል ፊኒስ ኣብዚ ርኦ እቲ መወዳእታ ቀደም ገረሉ ዘለኹ ማለት እዩ ካልኣ ግሩፕ ተኮይኑ ከዓ ብከምዚ ይውድእ ማለት እዩ ሳልሳይ ግሩብ ንስገር ናብ ናይ መወዳእታ ግሩብ። ኣብ ናይ ቋንቋ ፍራንስ ሰለስተ ግሩብ እዩ ዘለና። እቲ ቨርብ ናህና ብ ech ይወድእ። ከም ንኣብነት ከምዚ ማለት እዩ፣ Vendre፣ ምሻጥ ማለት እዩ። Vendre እንድሕሪ ምሻጥ ብ vendre ብከምዚ እንድሕሪ ዝውድእ ኮይኑ እቲ ነገር እንታይ ይውድእ? ኣብ ኤክኦ ኮድ ክትሕዝዎ ዘለኩም ጽም ቀዳማይ ነገር እቲ ቨርቢ ብኸመይ ይውዳእ ኣሎ ብኤክኦ ድዩ ዝውድእ ዘሎ ብ ብምንታይ ዝውድእ ዘሎ ብኢኤክ ድዩ ዝውድእ ዘሎ ወላስ ብ ብ ብኦኤክ ዝውድእ ዘሎ ኢና ክንፈልጦ ዘለና እንድሕር ከምኡ ፈሊጥናዮ ክንደናገር ኣይንኽእልና በዘን ዝበኩም ዘለኹ ኮድ ገርኩም ኣብ መወዳእታ ወላ ሓንቲ እታ ቨርቢ ኩላ ጽሑፋ ምሽ ኣብ መወዳእታ እተን ኦኤካ ዝብልኩም ወይ ድማ እቲ ናይ መወዳእታ ኢኤካ ዝብልና ከም ዝብለኩም ዘሎ ሃገርና ነእቱ ማለት እዩ ሳልሳይ ጉሩብ ንስገር ማለት እዩ ናብ ሳልሳይ ጉሩብ ተኣቲና ከዓ እንታይ ንብል ኣብ ጀን ድሕሪ ኮይኑ ክቴን እቴን ፀሪግና ተን መወዳእታ ቮን ድኹን ድሕሪ ኮይኑ ሕጂ እታ ኤኽን ኡን ዝበሉ ኣውፂና ክሳብ እዚኣ ከም ዘለታ ንፅሕፋ ምሽ እዚአን ኣውፂና ኣብ ኩሉ ማለት እዩ ኣብነት ኣብዚ ይርእኩም ዘለኹም እምበር ሕጂ ኣብ ቮን ዶክ ጥራይ ከይመስለኩም ሓደ ሓደ ሰባት ማለት እዩ ምናልባት እዚኣ ፀርገ ቢልና ኣብ ቮ ጅቮ እንተኾይኑ ኣብዚኣ ኤስ ነእትወልና ኣብቱ ንድሕሪ ኮይኑ ኤስ ኣብ ኢል ወይ ድማ ኤል ንድሕሪ ኮይኑ ንምንታይ ክያን ገረርኩም ኣለኹ ወላ ሓንቲ ንገብረሉና ክያ ክያን ንፅሕፍና ወላ ሓንቲ ከም ዘለዎ እዩ ንኣብነት እጂ ኣብዚ ርእዮ ኢልቮ ኢልቮ እንተኾይኑ ኢልቮ ንሱ ሸይጥ ተኮይኑ ርእዮ ቮንድኽ ክሳብ ቮንድኽ መፂና ኣለና ምሽ ክሳብ እዚኣ መፂና እዚኣ ውፂና ኢና ንገብረላ ክብለኩም ፀኒሐ ቮን ከምዚ ኣውራ ሓንቲ ንገብር እና ማለት እታ ኣደ ጥራይ ንገድፋ ምክንያቱ ሳልሳይ ታይ ስለዝኾነ ሳልሳይ ጉዱብ ስለዝኾነ ማለት እዩ ኣብ ሓደ ሓደ ተዝኾነሉ ግን ብደ ሓዝዎ ድሓን ተዝኾነሉ ኣሎ እንዲ መንገዲ ብደ ግን ሓዝዎ ተስዓ ፐርሰንት እደ ስለ ዝኾነ ብደ ሓዝዎ ኣብ ሳልሳይ ተኮይኑ ወይ ንሳ ወይ ድማ ንሱ ንሕሪለ ኩሉ ግዜ ደ ዝገብረሉ ቮንድ እተን ክልተ ጸሪግና ወይ ኣብ ኣብ ኣነ ተኾይኑ ጆርጆ ኣነ ሸየጥ ተኾይኑ ኤስ ነእትወሉ ኣብ ትሽቲ ኾይኑ ኩሉ ግዜ ኣብ ኩሉ ኤስ ተኾይኑ ኣብ ሳልሳይ ግን የብሉን ደ ጥራይ ከም ዘላ ታደ ማለት እዩ ታደ ኣብዚኣ ትሪእዋ ዘለኹም ታደ ከም ንገድፋ ከም እንከላ ኮሜዲ ኣብዚ ኽያን ገረልኩም ዘለኹ ወላ ሓንቲ ንገብረና ይለኩም ዘለኹም ወይ ክድም ሰናሓን ከይትደናገሩ ኣብ ኑ ድሕሪ ኮይኑ ከዓ ኦኔስ ን ቮን ዶ ንሕና ንሸይጥ ኣብ ቭ ኣብ ን እንድሕር ኮይኑ ኦንኤስ ኣብ ቭ እንድሕር ኮይኑ ከኣ ኡዜድ ኣብ ኢል ፕሉሪየል እንድሕር ኮይኑ ከኣ ኦኤንት ይኸውን ኣሎ ማለት እዩ ናይ ሰለስቲኤን ሒዝኩመን ናይ ሰለስቲኤን ጽሓፎን ሕጂ ካልእ ክርእየኩም እየ ናይ ሰለስቲኤን ሲ ከመይ ጌርና ንሕዞ ናይ ቀዳማይ ግሩፕ ካልኣ ግሩፕ ከም ዝኸርእየኩም ጸናሕኩ ወላታ ቪድዮ መሊስኩም ዲኹም ገለታት ንሱ ቀዲሙ ክርደእኩም ኣሎ መጀመርያ እንታይ ውድእ ማለት እዩ ብተክኒክ ድሕሪ ሕዝኩማ ናይ ሰለስቲኦም ግሩብ ሕጽር ዝበለ መንገዲ ሪኦኩም ኣለኹ ድሕሪ ተረዲኩም እዚ ናይ ሰልሳይ ግሩብ ናይ ካልኣይ ግሩብ ናይ ቀዳማይ ግሩብ እንታይ እንታይ ይውዳእ መወዳእቱ ክርዳእና ክእል ኣለዎ ማለት እዩ ኣብነት እናገበርኩ ከም ብሩህ ስለ ዝኾነ ድሕሪ ርኢናያ እዛ ቪድዮ ተኸታቲልና ንክንሕሰስ ኖርማሊ ማለት እዩ ኢኸጉልየ ዝበሃሉ ቨርቪ ከም ዝቀድበተክ ዝኾኑ ኣይ ኣይ ምስ ቀዳማይ ኣይ ምስ ካልኣይ ኣይ ምስ ሳልሳይ ዝኾኑ ቨርብ እዮም እዚኦም። ምስ ኩሎም ኣይኮን ማለት እዩ። ናይ ባዕሎም ሕጊ ኣለዎም። ነዚኦም ከኣ ብሓንጎልና ኢና ክንሕዞም ዘለና። ሲሰም የብሎምን። ኡኤክ ዝውድኡ ወይ ድማ ወላ ኤትክ ንኣብነት ኡኤክ ምስ ይውድእ እንሃለ ግን ኢኸ ግዴ እዩ። ከምዚ ቅ የለን ምስኦም ኣይኮነን። ከምኡ ኢለ ጸሚቐ ኣብዚ ዝመ ሒዘልኩም መጸ ዘለኹ ማለት እዩ። እቶም ካብኦም ውጽኣት ዝኾኑ ዓሰርተ ሽዱሽተ እዮም። ዓሰርተ ሽዱሽተ ቨርብ እዮም። ካብቲ ሕጊ ክንደይ ኣሽሓት በርብሎ እቶም ዓሰርተ ሽዱሽተ ግን ቀይዲ በተኽ ተባሂሎም ማለት ምስ ቀዳማይ ወይ ምስ ካልኣይ ወይ ምስ ሳልሳይ ኣይኮኑን ማለት እየ ስለዚ ኤትኽ ንኣብነት ኤትኽ ሕጂ ይኽግል እዩ ኤትኽ ሕጂ ንኣብነት ረዩ ንምንታይ ይኽግል ይብለኩም ኣለኹ ብኤኽኡ ዝወደአ ኤኽኡ ዝወደአ ስታ ክብለኩም ፀኒሐ ኣብዚ ኣብዚ ኤኽኡ ስለ ዝውድእ እዚ ሲ ኤት ንኣብጀስ ኤት ናነእተወሉ ክብለኩም ፀኒሐ ኤት ካብዞም ቀይዲ በተኽ ንሕሪ ኮይኑ ካብዚኦም ሒዘልኩም ካብዚኦም ተኮይኑ ግን እቲ ስርዓቶም ፍልይ ዝበለ ስርዓት እዩ ዘሎ ማለት እዩ ሕጂ ኦኤክ ስለ ዝወደብ ዝረዮ ሕጂ ጀስዊ ከምዚ ፍልይ ዝበለት ኣሽሙ ኣለዎ ማለት እዩ ጀስዌት ገለ ትብልኒ ኢኻ ከምዚ ኤት ከይትፅሕፈን ኢኻ ኣብዛ ክሳምዚ የፅሕፈን ኢኻ ንኣብነት ኣብዚ ችኤ ትፈልጦም ኢኹም ኣነ ንስኻ ወይ ድማ ንሱ ኢድኤ ንሶም ንሕና ቡዘት ንስኹም ኢልሶም ንሳቶም ክትብል ከለኻ ኤትኽ ማለት ከዓ ምዃን ማለት እዩ ስለዚ ካብቶም ኢኸግልዮ ዝበሃሉ ቨርቢ ማለት እዩ። ካልኣይ ኣቫኽ ኣቫኽ ኢኸግልዩ ኣለኒ ኣለካ ኣለዎም ኣለና ኣለኩም ገለ ክትብል ከለኻ ጂኤ ኣለኒ ጂኣ ኣለካ ኢልኣ ኣለዎ ንዛቮ ኣለና ቮዛቬ ኣለኩም ኢልዞ ኣለዎም ኣብዚ ንዘለካ ነገር ትውንን ንትውንኖ ነገር ከምዚ ኣለኒ ትብል ኣባኽ ትጥቀም ኣነ ከምዚ ኣለኒ ትብል ጀ ኣንስቲሎ ጀ ኣን ቴሌፎን ጀ ኣን ሳክ ዝኾነ ነገር ትብል ማለት እዩ ኣብዚ ከዓ ጀስዊ ኤትኽ ከዓ ምዃን ንስኻ ዝኾንካይ ነገር ትነግር ማለት እዩ ኣነ ከምዚ እየ ወይ ንስኻ ከምዚ ኢኻ ወይ ንሕና እስትዋትኩም ከምዚ ኢኹም ወይ ንሳቶም ከምዚ እዮም ገለ ትብል ከለካ ከዓ ኤትኽ ገርካ ትገልፅ ማለት እዩ ኣሊ ከኣ ንባዕሉ ኣይሊ ከኣ ካብቶም ቀይዲ በተኽ እዩ ካብቶም ስርዓት ዘይብሎም ቨርቢ ማለት እዩ ኣነ ይኸይድ ቀዳማይ ነገር ንኣለ ንፍትሑ ፕሮሽ ክንጥቀም ከለና ፍትሑ ፕሮሽ እንታይ ማለት እዩ ኣብዚ ናይ ናይ ፕሬዞ ናይ ኣምፓክፎ ወይ ድማ ናይ ፓሴ ኮምፖዝ የርእየኩም ኣለኹ ተረዲኹምኒ ፍትሑ ፕሮሽ ዝበሃል ኣለዎ ፍትሑ ፕሮሽ ቪድዮ ሰሪሐልኩም ኣለኹ ኣብቲ ናይቲ ቻነል ሃሰሲልኩም ፍትሑ ፕሮሽ ኢልኩም ክትረኽባ ትኽእሉ ኢኹም ብ ኣለ ገርና እና ኩሉ ግዜ ንጥቀመሉ ኣለ ገርና ፍቱሕ ፖሽ ኣነ ከምዚ ክገብር እየ ትልካ ን ሓሙሽተ ደቂቅ ድሕሪ ዓሰርተ ደቂቅ ትገብሮ ወይ ድሕሪ ሓደ መዓልቲ ደሓርስ ከምዚ ክገብር እየ ትብሎ je vais ኢልካ je vais ኢልካ ብድሕሪኡ ሓደ ቨርቢ ኣንፊኒቲቭ እቲ ቨርቢ ከይዘርዘርካ ተምጽኦ ትኾንካ እዚ ቨርቢ ፖሽ ፍቱሕ ፖሽ ይበሃል ማለት እዩ ኣብዚ ናይ ሰንሰለት ሰሪኦኩም ኣለኹ ናይ ፍቱሕ ፖሽ ክትሪእዎ እንድሕር መደብ ሃልዩኩም ከዓ ኣለኩም ናይ ፍቱሕ ፖሽ ጥራይ ብንፅር ዝበለ ኣብቲ ናተይ ዩቱብ ኣለኩም ማለት እዩ ኣነ ይኸይድ ንስኻ ትኸይድ ወይ ድማ ንሱ ይኸይድ nous allons vous allez ils vont እንዳበልና ቨርብ ኣለ ከዓ ክንዝርዝሮ ንኽእል ኢና ቀይዲ በተኺ ማለት እዩ ፌክ ንባዕሉ ቀይዲ በተኺ እዩ እቲ ዘራ ዘርኦም ቀይዲ በተኺ ዝብለኩም ዘለኹስ ብስርዓት ኣይኮኑን ካብቶም ስርዓት ዝወፅ ይኮኑን እዚኦም ንጥቀመሎም ኩሉ ግዜ ኣገደስቲ እዮም ኤትኽ ኤትኽ ማለት ምዃን ማለት እዩ ኣዋኽ ምውናን ማለት እዩ ኣለ ከዓ ምኻድ ማለት እዩ ፌክ ማለት ከኣ ምግባር ማለት እዩ ሓደ ነገር ከኣ ዩሸዲ ስፖርት ኢለ ሕጂ ኣነ ስፖርት ይገብር ይብሎ ኣለኹ ማለት እዩ ናይ ፕሬዞ እንዲ ኢና ኣለና ናብ ኣምፓክፈ ንስገር ማለት እዩ ኣምፓክፈ ገለገለ ሰባት ከም ከቢድ ንርድኦ ሰባት ኣለና ብጣዕሚ ቀሊል ነገር እዩ ኣምፓክፈ ማለት እዩ ኣምፓክፈ ከምዚ ኣብ ቀዳማይ ግሩብ ዶ ኣብ ካልኣ ግሩብ ከምዚ ክውዳእ ኣለዎ ገለታት ገለ ከምኡ ዝበሃል የለን ንኣብነት ከሪኦኩም እየ እንድሕር ኣምፓክፈ እቲ ቨርቪ ዝወደእ ይወድእ ብዝወደእ ይወድእ ብዘየገድስ ኣብ ዠ እንድሕር ኮይኑ ተረዲኹምኒ ዔይ ዝኸውን ኣብነት ከርእየኩም እየ ንኣብነት ብዛዕባ ፓክለ ንዛረብ ፓክለ ለብዚ ብዛዕባ ፓክለ እንድሕር ኮይኑ እተን ክልተ እተን መወዳእተን እየ ዝብለን ተረዲኹምኒ ኡኤክ ዝውዳእ ዘለዋ እየ ዝብለን ማለት እዩ እንታይ ይገብር IES ኣብጀ እንድሕር ኮይኑ ኣብጀ ኣብ ኣነ ይዛረብ ተኮይነ ጀፓክለ እንድሕር ኢለ እንታይ ገብር ኣለኹ ጀፓክለ ኣነ ተዛሪበ ይብላ ኣለኹ ሕሉፍ ኣምፓክፈ ኮይኑ ማለት እዩ ኣምፓክፈን ፓሴ ኮምፖዘን ክሪኦኩም እየ ንሓን ፍልል እንታይ ከም ዝኾነ መላእታ ኣነ ኣነ ተዛሪበ ይብላ ኣለኹ ኣብጀ ኣብቱ እንድሕር ኮይኑ ንረእዮ

እ ይብል ማለት እዩ ልክዕ ከምዚ ገርና ንሕዞ እዚ ንኣብነት ብፓክሌ ኣብነት ዘርእየኩም ዘለኩ ኣብዚ ኣብ ዝኮነ ይኩን ኣምፓክፍ እንድሕር ኮይኑ ኣብ ጀ እንድሕር ኮይኑ እቲ ቨርቢ ብዘየገደስ ዝኮነ ይኩን ኣብ ጀ ኣነ ኣብ ኣባይ ኣነ ከምዚ ተዛሪበ ወይ ኣነ ከምዚ ኮይነ ግንብል እንከለና ኣይኤስ ነእትወሉ ማለት እዩ ኣብ ቱ እንድሕር ኮይኑ ኣይኤስ ኣብ ኢል እንድሕር ኮይኑ ኣይተ ኢኦኔስ ኡ ኢ ኡዜድ ኣኢ ኡኤንተ ነእትወሉ ማለት እዩ ብኸምዚ መንገዲ ኣንታ ክፈክረደና ይኸእል እዩ ብሕጽር ዝበለ ምክንያት ብሕጽር ዝበለ መንገዲ ማለት እዩ ተክሚኔዞ ማለት እዩ ፕሬዞ ተክሚኔዞ ኣንፓክፊ ሕሉፍ ነገር ድሕሪ ኮይኑ ማለት እዩ ተክሚኔዞ ተረዲና ለብዚ ተዘይተረዲኡኩም ኣብ ኮመንት ተፅሓፉለይ ተረዲኹም ንኣብነት ብዛዕባ ፊኒ ንኸይድ ኣብዚ ብፓክለ ክሪኦኩም ፀኒሐ ምሽ ፓክለ ብዛዕባ ምዘራብ ክሪኦኩም ፀኒሐ ኣብዚ ከዓ ብፊኒ ክሪኦኩም ሕጂ ሓደ ኣይኮነን ሓቀይ ዶ ሕጂ ፓክለ ረእዮ ከመይ ወዲኡ ኣሎ ኦኤ ክወዲኡ ኣሎ ኢኢ ኣብዚ ከኣ ኢኤ ክወዲኡ ኣሎ ብዘየገድስ ኢኤ ክወድእ ኦኤ ክወድእ ኣብ ኣምፓክፍ ኢና ንዛረብ ዘለና ብኣምፓክፍ እንድሕር ኮይኑ ኣይኤስ ኩሉ ግዜ ኣይኤስ ኣይቴ ኣብዚ ኣብቡ እንድሕር ኮይኑ ተረዲኹምኒ ኢኡዜድ ኣብ ኑ እንድሕር ኮይኑ ኢኦኔስ ኣይ ኦኤንተ ይገብር ኣለኹ ማለት እዩ ልክዕ ኣይቅየርን እዩ ነበር ኣይቅየርን እዩ ኣምፓ ክፈት ኮይኑ ኣምፓ ክፈት መወዳእቱ ኩሉ ግዜ ከምዚ እዩ ኣብ ጀ ከምዚ እዚኣን ሓዝወን ከምዚ ማለት እዩ ከምዚ ርም ክትሕዝዎ ትኽእሉ ኢኹም እዚ ብዘይገድስ ትቨርቢ ሽኒኽ ኣነ ወዲ እየ ገረታት ገራ ትብሉ ከለኻ ብከምዚ ምክንያት ኣምፓክፈ ተኽሚነ ዞን ንገብር ማለት እዩ ኣብዝኻ ናይ ኢኸግድ እየ ንቶ ኢኸግድ ታብለኩም ጸኒሐ ናይ ናይቶም ቀይዲ በተኽ ማለት እዩ ካብኦም ሓደ ኣብነት ኤት ክሕዘር ክመጽ ኣለኹ ወላ ኣብ ቀይዲ በተኽ ዳኣ ይኹን እምበር ወላ ኣብ ቀይዲ በተኽ ይኹን ኣብ ቀዳማይ ጎረብ ሳልሳይ ጎረብ ራብዓይ ጎረብ ይኹን ናይ ኣምፓክፈ እንድሕር ኮይኑ እቶም ዝቐለሉ ኣምፓክፈ ኮንጅገ ንገብሮም ክለና ዝቐለሉ ኣምፓክፈ እዮም ፓሴ ኮምፕስ ከማን ብጣዕሚ ቀሊል እዩ ብርግጽ እጂ ኤቴ ቴለታ ኤቴ ኣለኹ ብዚ ኣይኤስ ቺኤተ ኣይኤስ ልክዕ ከምዚ ክብለኩም ዝጸናሕኩ ኢዴተ ንሱ ኔሩ ኣነ ኔረ ኣብ ከምዚ ኔረ ከምዚ ይገብር ኔረ ከምዚ እንከለኹ ንእሽተይ እንከለኹ ቆንጆ ቼፔ ቺዩ ገለ ክትብል ከለኻ ን ዘቺዮ ኩሉ መወዳእትኡ ካብዚ ኣይተቐይረን ኣሎ ኣይተቐይረን ኣሎ ካብዚ ማለት እዩ ተረዲኹምኒ ኣብዚ ኣብነት ከርእየኩም ጽናሕኩ ካብዚ ወላ ሓንቲ ፍልይ ዘብለ ነገር የብሉን ካብቶም ቀይዲ በታዊ ይኹን ካብቲ ኢረጉሌር ካብ ቀዳማይ ጉሩብ ይኹን ካብ ካልኣይ ጉሩብ ይኹን ካብ ሳልሳይ ጉሩብ ይኹን ብዘይገድስ ማለት እዩ ከምዚ ገርና ኢና ክንውድኦ ንኽእል ማለት እዩ ሕጂ ናብ ፓሴ ኮምፖዘ ነስገር ማለት እዩ ናብ ሕሉፍ ፓሴ ኮምፖዘ ፓሴ ኮምፖዘ ኩሉ ግዜ ብክልተ ዓይነት ገርና ኢና ኮንጅገ ንገብሮ ማለት እዩ ብኣቫኽን ወይ ድማ ብኤትኽ ቤትኽ ዝግበሩ ነገራት ዓሰርተ ሸውዓተ እዮም፣ ካብኡ ኣይሓልፉን እዮም። ቤትኽ ክብለኩም እንከለኹ ጀስዊ ዛለ ተይለ ንኣብነት እጂ ንኣለ ብኤት ክገብሮ ኣለኹ። ጀ ሞንዠ ተይለ ከኣ ብኣቫ ክገብሮ ኣለኹ ንሞንዠ ዝኾይኑ ማለት እዩ። እዚ ጀ ፓክለ ንሕሪለ ጀ ፓክለ ንሕሪለ ብኣቫ ክገብሮ ኣለኹ ምክንያቱ እዚ ኣቫ ስለ ዝኾነ ማለት እዩ። ተረዲኹምኒ ሕጂ ግን ንሱ ኣይኮነን ኣምጺእና ድሓን ቲሞር ከመይ ገርና ኮንጅገ ንገብሮ እዩ እቲ መደብ ወይ ብኣቫክ ወይ ብኤት ኮይኑሲ ከመይ ገርና መወዳእቶስ ከመይ ገርና ንፈልጦ እዩ እቲ መምፂና ናይ ሎማዓንቲ ቀዳማይ ገሮም ድሕሪ ኮይኖም ሕጂ ብሓንጎልን ኣብ ፓሴ ኮምፖዝ ንገብሮ ንኣምፓክፈን ፕሬዞን ንግዚኡ ነቐምጦ ማለት እዩ ፓሴ ኮምፖዝ ኮይኑ እንድሕሪ እቲ ቬርብ ብቀዳማይ ግሩብ ዝውድእ ንሕሪ ኮይኑ ኡኤክ ዝብል ዝውድእ እንድሕር ኮይኑ ኩሉ ግዜ ኣብ ፓሴ ኮምፖዘ ንኣብነት ርእዩ ጅ ፓክሌ ፓክሌ እንድሕር ኮይኑ ጀ ፓክሌ ቴለ ኩሉ ግዜ እንታይ ይውድእ ኤ ይውድእ ማለት እዩ ኣብ ኩሉ ግዜ ኣብ ምንታይ ዝወድእ እንድሕር ኮይኑ እቲ ቨርቢ ኣብ ቀዳማይ ገሩብ እንድሕር ኮይኑ ኣብ ቀዳማይ ገሩብ እጅ ሱየ ዝደጋግመልኩም ዘለኹ ከይተሓወሰና ኣብ ካልኣይ ግሩፕ ከምዚ ክውዳእ ኣይክእልን እዩ ኔቨር ከምዚ ከይትውድእዎ ማለት እዩ ኣብ ኩሉ ግዜ እቲ ሓደ ነገር ከምዚ ዝውድእ እንድሕር ኮይኑ እቲ ቨርቢ መብዛሕትኦም ካብ ኦኤ ከም ዝውድኡ ኦኤ እንድሕር ዝውድእ ኮይኑ ከምዚ ንገብረሉ ኤ ንገብረሉ ማለት እዩ ብሩህ እዚ ሓቀይ ዶ ይመስለኒ እያ ፓክለ ንኣብነት እጀ ፓክለ ኦኤ ክወዲኡ ኣሎ ኣብ ጀ እንድሕር ኮይኑ ጀፓክለ እንድሕር ኢለ ኤ ወላ ኣብ ት ይኹን ወላ ኣብ ኢድ ይኹን ወላ ኣብ ን ይኹን ብዘየገድስ እንታይ እዩ ዝውድእ ኤ ዝውድእ ማለት እዩ ኣይቅየርን እዩ ኣብ ኑ ንዛቮፓክሌ እቲ ኮንጁጌዞ ናይ ናይ ኣውቫክ ጥራይ ዝቕየር እምበር ንዛቮፓክሌ ቡዛቬፓክሌ ገለታት እናበልካ ክትከይድ ከለኻ እንታይ ዝቕየር ኣይቅየርን እዩ ፓክለ ፓክለ ፓክለ እንዳበለ እዩ ዝወርድ ማለት እዩ ኣብነት ክርእየኩም ኣብነት ህጂ ቺኣ ፓክለ ተለ ህጂ ቺኣ ፓክለ እዚ ቀይረ ኣለኩ ቀይርኮን ኣይቀይርኮን ኣይቀይርን እዩ ምክንያቱ ኣየናይ ተቀይሩ ዘሎ ኣብዚ ጀ ፓክለ ኣነ ተዛሪበ ይብላ ኣለኹ ኣብዚ ከዓ ንስኻ ተዛሪብካ ይብላ ኣለኹ እዚ ግን ኣይቀይርኮን ከምኡ እንዳበለ ዝወርድ እዚ ንኣቡባ ክትጥቀም እቶም ኣቡባ ክጥርዮም ዝቀየሩ ማለት እዩ ጀይ ፓርሌ፣ ቱ ኣቭ ፓርሌ፣ ኑዝ ኣቮ ፓርሌ፣ ቭዝ ኣቬ ፓርሌ እናበልካ እቲ ፓርሌ ኣይቅየርን እዩ። ኣይቅየርን እዩ ክብለኩም ከለኹ ጠቕላላ ዘይኮነሲ ኣሎ ደሓን ስወን ሓንቲ ይነግረኩም ናይ ሕጂ ከይከብደኩም እቲ ናይ ሴኦዴ ዝበሃል ኣሎ ብቕድሚት ንድሕሪት ንብረት ሃልዩ ሓደ ነገር ከም ፈሚናት ኮይኑ ብቕድሚት ኮይኑ ደሓን ንስወን ሓንቲ ከም ዘይቅየር ዳር ሓዝዋ ኣይቅየርን ሕጂ ብኣቮ ክቲ ኮይኑ ኣይቅየርን እዩ ማለት እዩ እሞ ዳታ ዳሕር ክርእየኩም እዩ ደሓን ናብ ካልኣ ግሩብ ንስገር ካልኣ ግሩብ ኢኤ ከ ዝውድእ ኣብ ፓሴ ኮምፖዝ እየ ዘለኹ ከይተሓወሰኩም ፓሴ ኮምፖዝ ዘለኹ እዚ ዝውድእ እንተኮይኑ ኩሉ ግዜ እንታይ ኣለኩም ኣይውድእ ኣብ ጀ ይኹን ኣብ ቲ ይኹን ኣብ ኢ ኣብ ኑ ይኹን ብዘይገድስ ኩሉ ግዜ ፓሴ ኮምፖዝ እንድሕር ኮይኑ ኣይውድእ ማለት እዩ ካልኣ ግሩብ ንስገር ሕጂ ኣብ ካልኣ ግሩብ እንድሕር ሰጊርና እንታይ ዝውድእ ኢ ፊኒ ክንኣብነት ረዮ ኢ ኤኽ ይውዳእ ኣሎ እንታይ ይብል ጀፊኒ ጀፊኒ ቲያፊኒ ኢላ ፊኒ ኑዛቦ ፊኒ ፊኒ ፊኒ ፊኒ ፊኒ ኩሉ ግዜ እንታይ ውድእ ፊኒ ፊኒ ክሳብ ኢ ኢል ፕሉክየል ዘሎ ፊኒ ፊኒ ዝውድእ ማለት እዩ ጥራይ ስኹም ጂኤ ቺኣ ኢል ኣኑዛቦ ቡዛቬ ኢልዞ እንዳበልኩም እዞም ፊኒ ንሳቶም ወዲኦም ንሕና ወዲእና ገለ እንዳበልካ ኢኻ እቲ እዚ ኻ ትቕይሮ እምበር እዚ ናይ ጀት ኮይኑ ኣብዚ ከምዚ ካ ትእትወሉ ናይ ቹት ኮይኑ ከዓ ኣኤስ ተእትወሉ ናይ ኑት ኮይኑ ከኣ ኑዛቮ ትብል ማለት እዩ ፊኒ ግን ኣይቅየርን እዩ ከምዚ ኣብነት ባክለ ክርእየኩም ዝጸናሕኩ ናይ ካልኣይ ግሩብ ከኣ እዚ ከኣ ፊኒት ኮይኑ ኢ እዩ ዝውድእ ክሉ ግዜ እቲ ቨርቪ ኣብ ፊኒ ጥራይ ዘይኮነ ሓደ ቨርቪ ድሕሪ ኢኤክ ዝውድእ ድሕሪ ኮይኑ ኢኤክ ድሕሪ ዝውድእ ኮይኑ ድሕሪ ጓኒፍኩም ኩሉ ግዜ እንታይ ውድእ ይውድእ ማለት እዩ ኣብ ኩሉ ኤኽኡ ተወዲኡ ከዓ እዩ ይውድእ ማለት እዩ ንኣብነት ቮንድኹ ጀቮንድ እዩ ይብል ኣለኹ ጀቮንድ እዩ ፓሴ ኮምፖዘ ንሕር ኮይኑ ማለት እዩ ኣብ ፓሴ ኮምፖዘ ጀ ቮንድ እዩ ከም ሸጠዮ ቹ ኣቮንድ እዩ ከምዚ ክብሉ ግዜ ክብለኩም ፀንሐ እንታይ ጥራይ ዝቕየር እቲ ኦክሲድየኽ ኣዋኽ ጥራይ ዝቕየር እምበር እቲ ቮንድ ቮንድ እዩ ወይ ድማ እቲ ፊኒት ፊኒ ይቀየር እዩ ማለት እዩ ኣብ ፓሴ ኮምፖዘ ንሕር ኮይኑ እንታይ ጥራይ ይቕየር ብለኩም ኣለኹ መስለኩም እቲ እዚ ጥራይ ዝቕየር ኣበይ ኣሎ ኣዋኽ ኣቭዋር እንድሕር ብኣቫር ኮይኑ እዚ ጥራይ ዝቕየር ሕጂ ጀ ቮንድዩ ወይ ድማ ጀ ፊኒ ገደብላ ኣለኹ ወይ ድማ ጀ ፓርለ እቲ ፓርለ ወይ ድማ ቮንድዩ ወይ ድማ እቲ ፊኒ ቅየር እዚ ጥራይ ይቕየር ኣሎ ኣብዚ ታገረ ኣለኹ ኣብዚ ኤ ምክንያቱ ኣቫር ስለ ዝኾነ ማለት እዩ ኣብዚ ኣ ኣብዚ ኣ ኣብዚ ከዓ ኣቮ ገለ እንዳበልካ ኣቬ ኦ እንዳበልና ኢና ንቕይሮ እምበር እቲ እቲ እቲ እቲ እቲ ደፊኒቲቭ ባጀት እቲ ናይ ተቕሚነዞ ግን ኣይቅየርን እዩ ማለት እዩ ናይ ተቕሚነዞ ናይቲ ፓሴ ኮምፖዘ ግን ኣይቅየርን እዩ ፊኒ ተኮይኑ ፊኒ ዝኸውን እዩ ተኮይኑ ከዓ እዩ ዝኸውን ኣብ ካልኣይ ግሩፕ እንድሕር ኮይኑ ይኸውን ኣብ ሳልሳ ግሩፕ ኣብ ሳልሳ ግሩፕ እንድሕር ኮይኑ እዩ ቮንዲ ቮንዲ ቮንዲ ኩሉ ግዜ ቮንዲ እዩ እቲ ቨርቢ ኩሉ ግዜ ኤ ክኡ ዝውድእ እንድሕር ኮይኑ ማለት እዩ ኣብ ካልኣይ ግሩፕ እንድሕር ኮይኑ ከዓ ኢ ኣብ ቀዳማይ ግሩፕ ኮይኑ ከዓ ኤ ይውድእ ኩሉ ግዜ ማለት እዩ ሓደ ነገር ኣገዳሲ ክርእየኩም እየ ጅብሲ እንድሕሪ ኣብዚ ሕጂ ኢደ ኣልየ ኢደ ንሱሲ ከይዱ ኢለ ኣለኹ ማለት እዩ ወዲ ስለ ዝኾነ እዚ ብምንታይ ኮን ዝገገር ኣለኹ ብኤትር ኤትር እዩ ጅስዊ ጂኤ ኢልኤ ምስ በልካ ኢሌ ወዲ ስለ ዝኾነ እንታይ ገረ ኣለኹ ብዚ ኤጥረ ገረ ኣለኹ ምክንያቱ ኣለ ስለ ዝኾነ ኣብዚ ንምንታይ ኣብዚ እእ ገረ ንምንታይ እእ ኣብዚ እእ እወ እእ እወሲኸሉ ምኽንያቱ ጓል ስለ ዝኾነት ጓል ስለ ዝኾነት ጥራይ ዘይኮነ ኣብዚ ኸኣ ብኤትር ኮንጅጌ ኮይኑ ስለ ዘሎ ናይ ቨርብ ኤትር ስለ ዝኾነ ማለት እዩ ናይ ቨርብ ኤትር እንድሕሪ ኮይኑ ኸኣ ኣብዚ ኸኣ ግድን ካብ መወዳእታ እእ እእ ክትውስኸሉ ማለት እዩ ጓል እንድሕር ኮይና ኣብዚ ኩሉ ግዜ እቲ ነገር ከኣ ብኤት እንድሕር ኮንጁ ገገርናዮ እ ኡኑስ ከሉ ዝቢ ርቀት ከድኦ ከም ካል መዓት ድሓን ተዘይ ተረድእኩም ብከምዚ መንገዲ ኣብዚ ግን ወዲ ስለ ዝኾነ እሱ ኣብዚ ወላ ብኤት ክኹን ወዲ ስለ ዝኾነ ማስኩላ ስለ ዝኾነ ኤ ጥራይ ዝገብር ጓል እንድሕር ኮይና ግን ኣብዚ ብኣቫ ክኹን የብሉን ኤት እንድሕር ኮይኑ መወዳእታ ይውስኽ ኣብ እተፈላለየ ነገር ማለት እዩ ኣብ ፓርቲ እንተኮይኑ ጀስዩ ፓርቲ ወይ ድማ ኤሌ ፓርቲ ንሳ ከይዳ ተይለ ኣብታ ፓርቲ ኣብ መወዳእታ ይውስኽ ግድን ጓል ስለ ፈሚና ስለ ዝኾነት ማለት እዩ ሕጂ ናይ ብዛዕባ ፕሬዞን ብዛዕባ ኣምፓክፌ ወይ ድማ ብዛዕባ ኮፓሴ ኮምፖዘንት ኣይፍልልዮም ክርእየኩም እየ ሲምፕል ነገር እዮም ፕሬዞ ንድሕር ኮይኑ ሓደ ነገር ፕሬዞ ክንዛረብ ከለና ሕጂ ንገብሮ ዘለናን ወይ ድማ ኣብ ጀነራሊ ከምዚ ይገብር ኣለኹ ብዚ ግዜ እዚ ኢልና ክንትንትኖ እንከሎና ብዛዕባ ፕሬዞ ንዛረብ ኣለና። ማትኖ ኡን ጀነራል ጀፓርል ወይ ጀነራል እትገብሮ ነገር ተቐጻጽ ሓደ ነገር ክትገብሮስ ዝቕጽል ዘሎ ነገር ኮይኑ ኩሉ ግዜ ዝገብሮ ነገር እዩ ሽትኻባይ ተለት ይሰርሕ ይብል ኣለኹ ትማሊ ይሰርሕ ነረ ስራሕ ይቐጽር ኣለኹ ፕሬዞ ገርና ንጥቀም ማለት እዩ ኣንፓክፍ ንድሕር ኮይኑ ኣንፓክፍ እያ መብዛሕትና ጸገምና ከማን ኣብዚ ኣብ ኣንፓክፍን ኣብ ፓሴ ኮምፖዞን ሲ ከመይ ገርና ክንፈላልዮም ንኽእል ትብሉ ሰባት ብዙሕ ግዜ ኣሪኦኩም እየ ሲምፕል ነገር እዩ ከኣ ማለት ኣምፓክፎ እንድሕር ኮይኑ ንሓደ ነገር መጀመርታ ኣቢቹል ትገብሮ ነገር ተደጋጋሚ ትገብሮ ነገር እንድሕር ኮይኑ ናይ ሕሉፍ እንድሕር ኮይኑ ተደጋጋሚ ዝደጋገም ነገር እንድሕር ኮይኑ ኣምፓክፎ ንጥቀም ወይ ከም ታሪክ ኣነ ከምዚ ከለኹ ንእሽተይ ከለኹ ከምዚ ይገብር ነይረ ከምዚ ከምዚ ከምዚ ከምዚ ተፃዊተ ገራትብን ከለካ እቲ ዕለቱ ፍሉጥ ዘይኮነ እቲ ክንደይ ግዜ ከም ተጻወትካ ወይ ድማ እቲ ዲዩኬ ዝበሃል እቲ ክንደይ ግዜ ከምኡ ከም ዝገበርካ ፍሉጥ ዘይኮነ ናይ ጀነራሊ ትዛረብ ኣለኻ ናይ ኣቢቹዋል ድማ ትገብሮ ነገር ተደጋጋሚ ዝኾነ ነገር ትዛረብ ኣለኻ ማለት እዩ ኣምፓክፈን ትጥቀም ወይ ድማ ንሓደ ከዓ ናይ ደንስ ክትሸኽ ትገብር ከለኻ ናይ ንሓደ ክትገልጾ ከለኻ ዝዝስ ከምዚ ከምዚ ከምዚ ነይሩ እዚኣ ከምዚ ከምዚ ከምዚ እያ ወይ እዚ ከምዚ ከምዚ እዩ ገለልካ ንሓደ ሰብ ወይ ድማ ንሓደ ነገር ክትገልጾ ከለኻ ኣንፓክፈን ትጥቀም ማለት እዩ ወይ ከም ታሪክ ገረ ክትዕልል ከለካ ጀፓክሌ ተዛሪቤ ገረታት ገረ ትብለልካ ሓደ ነገር እንታይ ንድሕሪ ኮይኑ ኣቢቹዋል ንድሕሪ ኮይኑ ማለት እዩ ተደጋጋሚ ነገር ንድሕሪ ኮይኑ ሓደ ነገር ዘይተፈጸመ ነገር ከምዚ ክትደግሞ ትኽእል ገርካያስ ክትደግሞ ትኽእል ነገር ንድሕሪ ኮይኑ ዕለቱ ዘይብሉ ዓመተ ምህረት ዘይብሉ ንድሕሪ ኮይኑ ኣንፓክፈን ትጥቀም ኦኬ ኣምፓ ክፍለ ታይ ከምዝኾነ ኣብቲ ላዕሊ ሪኦኩም እየ ማለት ከመይ ገርና ኮንጅገ ከም ንገብሮ ፓሴ ኮምፖዘ ከዓ ድሕሪ ኮይኑ ፓሴ ኮምፖዘ ኣክሲዮን ተኽሚነ ዝኾነ ማለት እዩ ተኽሚነ ተኽሚነ ክብለኩም ከለኹስ ተወድአ ነገር ሓደ ነገር እንድሕሪ እየ ኪድካ ንኣብነት ተወድአ ኮይኑ ከዓ ዕለቱ ከዓ ዝፍለጥ ትማልስ ከምዚ ገረ ነይረ ትማሊ ትብል ኣለኻ ፕሪሲዝ ትገብር ኣለኻ ኣብቲ ዕለትን ኣብቲ ግዜን ኣብቲ መዓልትን ወይ ድማ ኣብቲ ወርሒ ከምዚ ግዜ ብከምዚ ግዜ ትብል ትብል ስለ ዘለኻ ኣብዚ ግዜ እዚ ከምዚ ከምዚ ወዲኤ ይብል ኣለኻ ማለት እዩ ፓሰ ኮምፖዘ ዕለት ኣለዎ ሕጂ ጀስዊነ ተልካ ሕጂ ከምዚ ዕለት ዓመተ ምህረት ተወሊደ እንድሕር ኢልኩም ዕለት ትነግሩና ኣለኹም ዕረት እንድሕር ነጊርኩምና ከኣ ፕረሲዝ እዩ ፍሉጥ ነገር እዩ እቲ ተኣሽሙ ፓሰ ኮምፐሶ ንጥቀም ማለት እዩ ኣብ ሓደ ነገር ኣክስዮን ተጀሚሩስ ተኽሚነ ሓደ ነገር ጀሚርካስ ውዱእ ተቢልካ ኣርባዕተ ነጥቢ ዝገበርካሉ ጀፓ ክለ ትብል ንኣብነት ፓሰ ኮምፐሶ ትጥቀም ማለት እዩ ሓደ ነገር ብጀነራል ተደጋጋሚ ትገብረ ትኽእል ወይ ድማ ከም ታሪክ ወይ ከም ንሓደ ነገር ንምግላፅ ክትገብር ከለካ ግን ኣምፓ ክፈት ትጥቀም ፕሬዞን ከኣ ያ ፕሬዞን ከኣ ሕጂ ትገብሮ ዘለኻ ንጀነራል ትዛረበሉ ነገር ከም ዝኸረደኩም ጸናሕኩ ማለት እዩ ሶ ኣብዚ ኣብዚ ወዲእና ኣለና ሎማዓንቲ ተረዲእኩም ክኹን ተስፋ ገብር ክሳብ መወዳእታ ዝረእኹማ ሜርሲ ሜርሲ ኢልኩም ጸሓፉለይ ኖ ሜርሲ ዝኾነ ሰብ ክፅሕፍ ስለ ዝኽእል ተንክዩ እቶም ሜርሲ ኢልኩም ፅሕፉ እቶም ኮመንት የተሳትፉ ሰባት እቶም ፓርታጅ ዝገብሩ ከዓ ብጣዕሚ ዘመስግነኩም ክሳብ መወዳእታ